ሱቕ ኢልካ ብዘይ ድሌታ ትተናኽፋ ትስዕማ ተኾይንካ ከምቲ ንስኻ ትሓስባ ጓል ዘይኮነት ክትከውን ትኽእል እያ። ብጣዕሚ ብዙሓት ናይ ፍቕሪ ታሪኻት ኣለዉ መበገሲኦም ዝተፈላለየ ኣርእስቲ ዘለዎም። ሓደ ሓደ ኣወዳት ብሓንቲ ግዜ ናይ ተሌፎን ዘረባ ብዓልቲ ሓዳሮም ዝገብርወን ኣዋልድ ኣለዋ። ገሊኦም ድማ ከዕልልዋ ብምፍታን ናብ ናይ ሓዳር መጻምድቶም ዝገብርዋ ጓል ኣላ ብብዙሕ ኣጋጣሚታት ብዝተፈላለየ ርክብ ብዙሕ ከይጸዓሩ ብዙሕ ኢንቨስት ኸይገበሩ ብጣዕሚ ቁሩብ ነገር ጠራይ ብምግባር ኣብ ሂወት ከይሓሰብካዮ ከይመደብካዮ ሓንቲ ጓል ናብ ሂወትካ ክትመጽእ ትኽእል እያ በንጻሩ ድማ ሓንቲ ኣብ ነዊሕ እዋን ኣብ መደብ ዘእተኻያ ትፈልጣ ጓል ክትከውን ትኽእል እያ ኩሉ ግዜ ከም ዝብለኩም ኣባናን ኣብ ኣወዳትን ናይ ጾታ ፍልልይ ጠራይ ዘይኮነ ዘሎ ንነገራት ንርደኣሉ ንትርጉመሉ ኣተሓሳስባና ብጣዕሚ ዝተፈላለየ ምዃኑ ነዚ ክትርድኦን ክትቅበሎን ጠራሕ እዩ ዘለካ ካብዞም ሕጂ ንሪኦም ነገራት ካብ ምግባር እንተተቆጢብካ ንዓኣ ናይ ምርካብ ዕድልካ ቴስዓን ትሽዓተን ፐርሰንት ሓፍ ክብል እዩ ይኹን እምበር ነዚኦም ነገራት ብተደጋጋሚ እንተጌርካ ድማ ልክዕ ብኡ መጠን ክቕንስ እዩ ማለት እዩ። ንሕና ደቂ ኣንስትዮ ፈጺምና ዘይንፈትዎም ጠራይ ዘይኮነ ፈጺሞም ዘየሰማምዑና ነገራት እዮም። ናብዚ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍንወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም። ሰናይ ምክትታል። ቀዳማይ ቅድሚ ንዓኣ ምዝራብካ ምስ ካልኦት ሰባት ኣይትዛረብ። ሓቂ ንምዝራብ እዚ ብጣዕሚ እዩ ድንግርግር ዘእትወልና ብፍላይ ኣብ ፍቅሪ እንተለና እዚ ዋላ ሳሕቲ ዘጋጥም ይኩን እቲ ወዲ ምስጢር ወይ ፕራይቬሲ ናቱ ክሕዝ ዘይክእል እንተኮይኑ ናትናን ናቱን ፍቅራዊ ርክብ ብኻልኦት ሰባት ተመሊሱ ክመጽእ ከሎ'ዩ። መሓዙትና ወይ ፈተውትና ዝነገርናዮም ነገር ኣብ ልቦም ክሕዝዎ ወይ ከውጽዎ ንቆጻጸሮ ነገር ኣይኮነን። እዚ ዝተፈለየ ምስጢር ክኸውን ይኽእል እዩ። ኣብታ መጀመርታ ዝተራኸብኩምላ ዝገበርኩሞ ነገር ክኸውን ይኽእል። ምናልባት'ውን ብግርህነት ዝተዛረብካዮ ዘረባ ክኸውን ይኽእል። ብዙሕ ኣይሰሓበትንን ዝብል ዘረባ ክኸውን ይኽእል። እዚ ዝተለመደ ኣወዳት ምስ ኣዕሩኽቶም ዝዛረብዎ እዩ። እዚኦም ዓይነት ዘረባ ብኻልእ ሰብ ኣቢሎም ናብኣ እንተመጺኦም፣ እዚ ኣባኻ ዘለዋ ትጽቢት ሽዑ ንሽዑ'ዩ ዝውዳእ። ስለዚ እቲ ኣብ መጀመርታ ፍቕራዊ ርክብኩም ዝገበርኩሞ ዝበለትካ ነገር ንብዙሓት ሰባት ኣይትዛረብ። ካልኣይ፣ ብፍጹም ብዛዕባ ገዛእ ርእስኻ ኣብ ቅድሚኣ ኮይንካ ኔጋቲቭ ነገራት ከይትዛረብ። ኣነ ኣብዚ ጉዳይ ድኹም'የ፣ ዓቕሚ የብለይን፣ ኣነ እዚ ናተይ ነገር ኣይፈትዎን'የ። ኣነ ከምዚ የብለይን ከመይ ጌረ ምስኦም ክስራዕ ከመይ ጌረ ከርክቦም ኔጋቲቭ ዝኾኑ ሓሳባት ዘለዎም ዘረባታት ብፍላይ ድማ ብዛዕባ ገዛእ ርእስኻ ፈጺምካ ከይትዛረብ እዚ ዋላ ንዝኾነ ሰብ ዝጸሉ ዓይነት ባህርያት እዩ ኩሉ ግዜ ብዛዕባ ገዛእ ርእስኻ ኔጋቲቭ ዝኾነ ዘረባታት ንኻልኦት ሞራሎም ከም ዝወድቕ ዝገብር ትዛረብ ተኾንካ መን'ዩ ኣብ ጥቓኻ ክኸውን ዝደሊ? ምናልባት ክትድንግጸለይ፣ ሓዚና ክትፈትወኒ ትኽእል'ያ ኢልካ ሓሲብካ ክትከውን ትኽእል ኢኻ። ከምዚ ግን ኣይሰርሕን'ዩ። ማንም ጓል ብዛዕባኡ ሕማቕ ዝዛረብ፣ ብዛዕባ ካልኦት ሰባት ሕማቕ ዝዛረብ ሰብ ንፍቕራዊ ህይወት ኣይንምነዮን ኢና። ከም ዘይትተኣማመን፣ ሕጉስ ከም ዘይኮንካ፣ ገዛእ ርእስኻ ከም ዘይትፈቱ፣ መንነትካ ከም ዘይትፈቱ፣ ኩሉ ነገራትካ ከምዘይትፈትዎም ዳ ነገርካያ ክትፈትወኒ'ያ ክተፍቅረኒ'ያ ኢልካ ኣይትሕሰብ ሳልሳይ ኣባኻ ስምዒት ዘይብላ ዝገብራ ወይ ድማ ክትንዕቀካ ዝገብራ ዓይና እንዳ ረኣኻ ዘይተዕልላ እንተ ኮንካ እዩ እዚ ሳይኮሎጂካል ደቂ ኣንስትዮ ብቀሊሉ ዝርደኦኦም ናይ ሓደ ወዲ ቦዲ ላንጉጅ እዩ ኣብ ግዜ ዕላል ወይ ሕቶ ቀኒዕካ ኣብ ዓይና እንዳ ረኣኻ ክትሓታ ተዘይኪኢልካ ንዓኣ ቡዙሕ ሓበሬታ ኢኻ ብዛዕባኻ ትህባ ዘለኻ እቲ ቀንዲ ሓንቲ ጓል ኮንፊደንስ ዘይብሉ ወዲ ውሕስነት ፈጺሙ ኣይህባን እዩ ከም ሰብኣይ መጠን ክካላኸለለይ ኣይክእልንዩ ዝብል ሓሳብ እዩ ዘለዋ ሓደ ወዲ ንሓንቲ ዝፈትዋ ጓል ዓይና እንዳርኣየ እንተዕሊልዋ ንዕኡ ናይ ምፍቃር ዕድላ ዓቢ እዩ ዝኸውን። ሓንቲ ጓል ብዘይ ዓይኒ ንዓይኒ ምርኣኣይ ምስ ሓደ ወዲ ኢንቲመሲ ክትገብር ኣይትኽእልን እያ። ስለዚ እዚ ዕድል እዚ ክትጥቀመሉ እዩ ዘለካ እምበር ከም ትሓፍር ብገዛእ ርእስኻ ከም ዘይትተኣማመን ክተፍልጣ የብልካን። ተዘይኮነ ኣባኻ ንዕቐት ከተርእያ። ዓይና ርኣያ፣ ኮንፊደንት ኩን። ክትዛረብ ከለኻ ናብ ምድሪ ኣይትርኣይ። ተዘይኮነ ንክትስሕባ ዘሎ ዕድል ታሕቲ እዩ ዝኸውን። ራብዓይ፣ ሓንቲ ጓል ኣባኻ ስምዒት ዘይብላ ትኸውን፣ ብጣዕሚ ክትኮርዓልካ ዝገብራ፣ ንኸይትፈትወካ ዝገብራ ብዝሒ ቴክስት ምልኣኽን ብዝሒ ምድዋልን እዩ። እዚኦም ክልተ ነገራት ብዙሕ ግዜ ኣልዒልናዮም ኢና። ብርግጽ መፋለጢ መንገዲ ክኸፍቱ ይኽእሉ እዮም፣ ግን ኣብ ፍቕራዊ ርክብ ምስ ኣተኹም ሚዛናዊ ክኸውን እዩ ዘለዎ። ብጣዕሚ ተበዚሑ ሓደ መዓልቲ በቲ ትሰዶ ነገር ክትርበሽ ወይ ክስልችዋ ይኽእል እዩ። ብኻልእ ሸነኽ ድማ ከምኡ ኣልሚድካያ ጸኒሕካ ሃንደበት ግዜ ስኢንካ ከምቲ ትገብሮ ዝነበርካ ምግባር ምስ ተቋርጽ ዝኾነ ፍሉይ ስምዒት እያ ትፈጥር ወይ ከም ዝተቐየርካ ወይ ገለ ከም ዝተፈጥረ እውን ክትሓስብ ትኽእል እያ። ስለዚ ሚዛናዊ ኩን ኩላትና ካልእ ህይወት ኣለና። ትምህርቲ ኣሎ ስራሕ ኣሎ ንፈትዎም ነገራት ሆብ ኢለና። ስለዚ ብመጠኑ ንኹሉ ግዜ እንዳሃብካ ኢዩ ክኸውን ዘለዎ። ሰባት ከምኡ ኢና ብብዝሒ ኣቓልቦ ዝበና ዓሰርተ ግዜ ዝድውለልና ዓሰርተ ግዜ ቴክስት ዝገብረልና ከሰልችወና ይኽእል ኢዩ። ሓምሻይ ሓንቲ ጓል ክትንዕቐካ ክትሃድመካ ወይ ድማ ንኸይትቐርበካ ዝገብራ ናታ ዶብ ዘይምኽባር ኢዩ። ኩላትና ቅድሚ ፍቕራዊ ርክብ ምጅማሩ ወይ ድማ ኣብቲ ዝጅምረሉ እዋን ዝኾነ ዘይንደፍሮ ወይ ድማ ክንጥሕሶ ዘይግበኣና ናይ ሰባት ዶብ ኣሎ። ካብ ኣፍና ዝወጽእ ቃል ጀሚሩ ክሳብ ተግባራትና ማለት እዩ። ንኣብነት ብዘይ ፍቓዳ ክትስዕማ ምድላይ፣ ብዘይ ፍቓዳ ክትትንክፋ፣ ብዘይ ፍቓዳ ክትጸንሕለኪ ኢልካ ምግዳድ። እዚኦም ልክዕ ከምቲ ንስኻ ትሓስቦም ንሳ ኣባኻ ዘለዋ ስምዒት ኣይቅይሮን እዩ። ደስ ከይብላ ይኽእል እዩ። ገሊኤን ኣዋልድ ነዚ ዘይፈትወኦ ኣለዋ ስለዚ ብሓፈሻ ዶብ ክህልዋ ስለ ዝኽእል ኣኽብረላ ክብረታ ክሕሎ ትደሊ ትኸውን ሱቕ ኢልካ ብዘይ ድሌታ ትተናኽፋ ትስዕማ ተኾይንካ ከምቲ ንስኻ ትሓስባ ጓል ዘይኮነት ክትከውን ትኽእል እያ ብሓጺሩ ግዴታ ዘለዎም ትእዛዛት ከይደለየት ንኽትመጽእ ከተገድዳ ምፍታን እዚ ነገራት እዚ ደው ከተብል ኣለካ ብዙሓት ኣማራጺታት ኣለዉ ሓንቲ ጓል ብቀሊሉ ናባኻ ብድልየታ ክትመጽእ ምግባር እዚ መገዲ እዚ ገዲፍካ ብጣዕሚ ሩድ ዝኾነ ናይ ሰባት ስሚዒት ዝትንክፍ መገድታት ኣይትምረጽ ከምቲ ንስኻ ትሓስቦ ብቀሊሉ ናባኻ ክትመጽእ ኣይትኽእልን ክትፈትወካ ውን ኣይትኽእልንያ ሻድሻይ ሓንቲ ጓል ትንዕቀካ ወይ ዘይትግደሰልካ ትኸውን ኣነ ከምዚ እየ ንምባል ትህባ ህያባት እዩ። ኩለን ኣዋልድ ዝተፈላለየ ኣረኣእያን ርድኢትን እዩ ዘለወን። ግን ሓደ ሓቂ ኣሎ፣ ናይ ጥቕሚ ሰብ እንተ ኾይና፣ እቲ ትህባ ነገራት ተቐቢላ ብዝያዳ ህያብ ንኽትረክብ እያ ትጽዕር። እታ ሓንቲ ዓይነት ጓል ድማ ብብዝሒ ህያባት ምስ ትህባ፣ በዚ ገይሩ ንኸታልለኒ ወይ ንኽገዝኣኒ ድዩ ደልዩ ኢላ ርክብኩም ንኸተቋርጾ ክትሓተካ እያ። እታ ሓንቲ ዓይነት ጓል ድማ ተቐቢላ እንታይ ጸገም ኣለዎ ይልኣኽ ጠራይ ኢላ ከም ኖርማል ነገር ትሪኦ እያ። ንስኻ ከ እንታይ ትሓስብ እዚ ኩሉ ንብረት ህያብ ትሰደላ ዘለኻ ንምንታይ እዩ? ንኽትፈትወካ ኢልካ ዲኻ? ብኸምዚ ትቕየር ብኸምዚ ልባ ንዓኻ ትኸፍት ክትህሉ ኣይትኽእልን እያ። እዚ ብጣዕሚ ሕማቕ ልምዲ ኢኻ ተልምዳ ዘለኻ። ሓደ መዓልቲ እዚ ነገር እዚ ክትህባ ተዘይኪኢልካ ከምቲ ንስኻ ትሓስባ ዝነበርካ ዓይነት ጓል ክትከውን ኣይትኽእልን። በቃ ገንዘብካ ወዲእካ ኣለኻ ርክብና ከኣ ደው ኢሉ ኣሎ እያ ትብለካ ስለዚ ቅድሚ ዝኾነ ነገር ምግባርካ ሕሰበሉ እዚ ዝገብሮ ዘለኹ ትኽክል ድዩ ዝብል ብጣዕሚ ኣገዳሲ ሕቶ እዩ ነታ ተፍቅራ ተፍቅረካ ህያብ ትህበሉ ትኽክለኛ ግዜ ኣሎ እንተ ደኣ ኣብ ሂወትካ ትኣቱ ናይ ብሓቂ ትኽክለኛ ጓል ኮይና ኩሉ ንብረትካ ዘለካ ኩሉ ናታ እዩ ስለዚ ኣይትተሃወኽ ፍልጥ ኣቢልካያ ብህያብ ልባ ተጥፍእላ ተኾይንካ መን ዓቂኻ ከም ትሃድመካ ኢኻ ትገብራ ዘለኻ።